ፋራይ ኦፊርካ እተ በሪሕካ ጽገብ ተኻዲንካ ሙቕ ወይኻ ኺድ ሰዓት ይሃብካ ማዕተብ ንኽሳድና ጣይታ ንኻብድና ሃይማኖትና ለይለውጠልና ወይለ ኦፊርኩም እተው በሪሕኩም ጽገቡ ተኻዲንኩም ሙቕ ጎይኹም ክይዱ ክንዲ ናይ ደይ ዕድመ ይሃብኩም ጣልያን ተወሊደ ሰማንያ ድህረ ጉልበትኩም ሳኻትኩም ይቐኒ መኒ ናይ ጆ ጉልበትና ጉልበትኩም ሙነይዎ ጉልበትኩም ምነይዎ።
ሻሎም ሻሎም ሻሎም ኣብ ርሑቕን ቀረባን ኮንኩም መደባት እዋናዊ ጉዳይ ትከታተሉ ዘለኹም ዝኸበርኩምን ዝኸበርክንን ኣውደ ዓመት ከመይ ሓሊፉ ርሑስ ሓድሽ ዓመት ይግበሮ ቁሩብ ሰዓል ሒዝና ኣሎ ምስ ዘሎ ቁሪ ማለት እዩ ብዝኾነ ዝተፈላለዩ እዋናዊ ትሕዝቶ ሒዘልኩም መፅእ ኣለኹ እዚ ትሪእዎ ዘለኹም ጋናዊ ዓለም ኣብ ምውዳእ እያ ዓለም ትውድእ ኣላ ኣነ ኖህ ኮይነ ከድሕነኩም እየ ከም ናይ ኣቦና ኖህ ንዑዳኣ መርከብ ንስራሕ እናበለ ካብ ብዙሓት ገንዘብ ኣዋፂኡ ብዙሓት ኣሚኖሞ በቃ ዓለም ናይ መጠረሻ እያ ተባሂሉ ኣብዚ ግዜ ክርስቲማስ ኣዛራቢ እዩ ነይሩ ማለት እዩ ዓለም ግን ኣይተወደአትን ሎሚ ኣብ ዝረኣኹዎ ዜና ድማ ከም ዝተኣሰረ ተኣሲሩ ከም ዘሎ ፖሊስ ጋና ከም ዝኣሰርዎ ፈሊጥና ማለት እዩ ንእግረ መንገደይ እንታይ መልእኽቲ እየ ክሕልፍ ደልየ ክቡራት ተዓዘብቲ ኣሎ ወላ ኣብዚ ናህና ኣብ ካልእ ከምዚ ዓለም ክትውዳእ እያ ከምዚ ተባሂሉ ከምዚ ተባሂሉ ይበሃል እሞ እቲ ሰብ ይስንብድ ይስንብድ ዋዕ ዓለም ክትውዳእ እ፣ በቃ ገለ ይብል ማለት እዩ ብዝኾነ ኣብ እምነትና ሓያላት ንኹን ማለት እዩ እቲ እምነትና ከዓ እንታይ እዩ ዝብለና ኩሉ ግዜ ድልዋት ኮንኩም ፅንሑ እዩ ዝብል ኣነ ማለት ይመፅእ ስለ ዘይፍለጥ ኣነ መኣስ ከም ዝመጸኩም መኣስ ከም ዝወስደኩም ስለ ዘይፍለጥ ኩሉ ግዜ ድልዋት ኮንኩም ጽንሑ እዩ ዝብል እሞ ብዝተኻእለ መጠን ኩሉ ግዜ ድልዋት ኮይና ኢና ክንጸንሕ እዎ ሓድሽ ዓመት እንድዩ ብመልእኽቲ ክጅምራ ኢለ እምበር ከምቲ ቀደመይ ኮነ ኣብቲ ዋዛ ገለ ክኣቱ ክእል እየ እዎ ግን ከም ምኽሪ ከም ሓሳብ ከም ቀዳመይቲ ቪድዮ ናይ 2026 እንታይ መልእኽቲ ክዕልፍ ደሊ ኩሉ ግዜ ድልዋት ኮይና ክንጸንሕ ክንክእል ኣለና ንስሓ ዲኻ ክትገብር ተናሲሕኻ ክትጸንሕ ኣለካ ናብ እግዚኣብሔር ተጸጊዕካ ክትጸንሕ ኣለካ ናብ ኣምላኽ ቀሪብካ ክትጸንሕ ኣለካ ኣይኮነን ግን ሓደ መጽኡ ዓለም ክትውዳእ እያ ክብለካ ከሎ ኣየ ዓለም ክትውዳእ እያ እንተ ደኣ ተቐሪብካ ጽኒሕካ እንተ ደኣ ተዳሊኻ ጽኒሕካ እንተ ደኣ ናብ ኣምላኽ ዝቐረብካ ሰብ ጽኒሕካ ግን ዓለም ጽባሕ ክትውዳእ ኢሎምኻ ኣየሰንብደካ ጽባሕ ወዲኣ እያ በቃ ዓለም ኢሎምኻ ኣየሰንብደካ ምክንያቱ ናብ እግዚኣብሔር ተቐሪብካ ስለ ዝጽንሕካ ኢኻ ንሕና ግን ካባይ ጀሚርካ ኩላትና ካብ እግዚኣብሄር ብዙሕ ርሒቕና ስለ ዘለና ከምዚ ተሰሚዑ ሓንቲ ጠንቋይልት ከምዚ ኢላ ሓደ ፍላስፋ ከምዚ ኢሉ ወርሒን ክኾብን ክጋጨዋ እየን ፀሓይ ናብ ዝገፃ እያ ትጥዎ ዘላ በቃ ዓለም ኣብቂዓ እያ ክበሃል ከሎ እቶም ንስንብት ሰባት ምሒር ካብ እግዚኣብሄር ርሒቕና ስለ ዘለና እዩ ከምኡታት ዘሰንብደና እምበር ሓደ ናብ እግዚኣብሄር ዝቐረበ ሰብሲ ፅባሕ ወላ ክትከይድኻ ተባሂሉስ ብዙሕ ዘፍርሖ ኣይኮንን ስለዚ ኩሉ ግዜ ቁሩባትን ድልዋትን ኮይና ንፅናሕ ክብል ደሊ ማለት እዩ ግዳ ናብቲ ዝተፈላለዩ ቪድዮ ክንሰግር ንኪትኪ ንኪትኪ መስመራ እንታይ ይበሃል ኣሎ ደልየ ደለኹ ግን ምዛ ሓድሽ ዓመት ሳዋ ሽኮር እንታይ ኢኻ ፕሮሚስ ተኣትወልና ኢሉ ዝደወለለይ ሰብ ነይሩ ካብ ደገ እወ እቲ ፕሮሚስ ዝኣትዎ እቲ ዝነበረ ክገድፎ ታዩ ምስ ደድልዩካ ሰብ ክንዳኻ ዘይኣኽሉ ምዝራብን ምጽራፍን ጽቡቕ ኣይኮነን ዝብል ብዙሕ ኮመንት ስለ ዝመጸ ኣብ ጸርፍን ኣብ ካልእን የለናን ንሕና ኣብ ከምዚ ኣብ ምዕባለን ኣብ ህንጻን ኢና ዘለና እሞ ሕጂ ረኣይዎ ዓሰርተ ሓሙሽተ ካልኢት ኣጋር ንኽሓልፍ ይፍቀደሉ ማለት እዩ በዚ ኣጋር ልክዕ ዜሮ ኢላ ካልእ ቀይሕ ምስ ወለዐ ድማ ኣጋር ደው ክብል እዩ ማካይን ክሓልፋ እየን። ካብዚ ሕጊ እዚ ወጻኢ ምኽንያቱ ኣጋር እናሓለፈ ከሎ መኪና እንተሓሊፉ ካሜራ ተሰቒሉ ስለ ዘሎ ብላዕሊ እቲ ካሜራ ይሕዘካ ኣነ ከምዚ ኣይሓለፍኩን ከምዚባ ምሓልባ ድበሃል ነገር የለን ካሜራ ሒዛትካ ሒዛትካ እዩ ናይ ብሓቂ ማዕረ ክንደይ ምዕባለ ኣተኣታቲና ኣለና ኣነ በዛ ካሜራየ ተገሪመ ዘለኹ ናይ ብሓቂ ከኣ ጽቡቕ ንስጉም ከም ዘለና ናይ ኤርትራ ጽቡቕ ትደሊ ኩልኻ በዚ ኣጋጣሚ እዚ ክትሕበንን ክትሕጎስን ስለ ዝደለኹ እየ ነዚ ዝሕብረኩም ደለኹ። ቀንዲ ከም ትሕዝቶ ኣምጺኤዮ ደለኹ እዚ ሴማፎሮ እዩ። ምኽንያቱ ናይ ቀደም ሴማፎሮ ቀያሕ፣ ብጫ፣ ሰማያዊ እዚኤን እየን ነይረን። ሕጂ ግን ናይ ኣጋር መስመር ገይሮሙልና ኣለዉ። ካሜራ እውን ኣብ ላዕሊ ተሰቒሉ ኣሎ። ካብ ካሜራ ከተምልጥ ኣይትኽእልን ኢኻ። ስለዚ ምስቲ ምዕባለ ሓደ እሱ እዩ እቲ ዝበልኩኹም። እቲ ዝበልኩኹም ልዕሊ ኩሉ ኣብ ኤርትራ ሕጂ ኣብ ኣስመራ ተጀሚሩ ደሎ ሴማፎሮ ከምዚ ትርእይዎ ደለኹም ናይ ብሓቂ ደስ ዝብለካ ሴማፎሮ እዩ ሰብ በገባብ ዝሰግረሉ እዩ ተፈጢሩ ደሎ ካልእ ዘይነገርኩኹም ሓንቲ ሴማፎሮ ካሜራ ተሰቒላታ ስለ ዘላ ኣብ ላዕሊ ዝኾነ ኣውቲስታ ካብዛ ካሜራ እዚኣ ከሽካዕ ኣይክእልን እዩ ቁሩብ ናይ ኣጋር ኹን ሞቶሪስታ እውን ከነጉድል ክንክእል ኢና ማለት እዩ ምክንያቱ ካሜራ እንድሕራይ ኣሎ ብዙሕ ድኻም ኣይክህልወናን እዩ። ሰባት ወይ ትራፊክ ኣብ ጽርግያ ተገቲሮም ኣይክውዕሉን እዮም ኣብዚ ሓድሽ ዓመት ድብል ግምት ኣለኒ ኣነ። ምኽንያቱ እዚ ሴማፎሮ ንርእዮ ደለና ኣጋር ዝሓርፈሉ እዩ ሕጂ ዓሰርተ ሓሙሽተ ካልኢት ኣለዎ ክሰግር በዚ። በቃ ከተማ ከተማ እዩ። ከተማ ተቐይራ ተቐይራ ተቐይራ ወይ ተቐይራ ኣካይ- ኣካይዳ ጎብየ ቀስ ቀስ እናበሉ በቃ ቀይረሞ ሓንቲ ላናይ ኣምሓርኛ ቫይራል ቪድዮ ይሄ ሁሉ ከተማ ነው ከተማ ነው ዝብል እቃ ከተማ ኢታ ቪድዮ ክንጋብዘኩም ክብራት ተዓዘብቲ ምርታ ዋሽኮርት ግን ኣይወደን ኣይወደን ክብራት ተዓዘብቲ ይሄ ሁሉ ከተማ ነው አዎ ከተማ ውጭ ሀገር እኮ ነው ውጭ ሀገር ሆኖ አዎ ሄዳ አታውቅማ

ፅኑዕ ሓያል መራሒ እዩ። እዚ ናይ በዓል ልደት ምዃኑ እዩ ናይ ብሓቂ ብዝኾነ ሓቂ ንምዝራብ ካብ ህግደፍ ብዙሕ ንጽበዮ ለውጢ ውን ክህሉ ኣይክእልን እዩ ለውጢ ክንደናይ ከየምፅኡ ለውጢ ዘምፅኡ ተዝኾኑ ክንዲ ዓመት ገይሮም ኣለዉ ሎሚ እዚ ቪድዮ እንዳ ስራሕ ኮ ኣብነት ቲፋኒ ሓዱሽ ኣብ ኤርትራ ደሴት ገዝኤ ዝብል ዜና ተዘርጊሓ ኣላ So ኣብ ኤርትራ ሲ ሰለስተ ሚእትን ስሳን ሓሙሽተን ዝበጽሓ ደሴታት ኣለዋ ሓንቲ ካብኣን ድማ ቲፋኒ ሓድሽ ገዚኣ እታ ትርከብ ኣላ። ቲፋኒ ሓድሽ ኣብ ሰሙን እዚ ኢንተርቪው ኣብ ትገብረሉ ነበረት ግዜ ሓደ ምስጢር ኣውጺኣ ኔራ እሱ ከኣ ኣብ ኤርትራ ብዙሕ ገዛውትን ደሴትን ከም ዝገዘእት እዩ ማለት እዩ። ስለምንታይ ደሴት ከም ዝገዘእት ኣብ ኤርትራ ኣብ ተሓተተትሉ ግዜ ድማ ስለምንታይ ዋይ ናት ክገዝኦ ይክእል እየ ኣፎርድ ክገብሮ ይክእል እየ ኣፎርድ ኣብለይ ሕሱር እዩ ክገዝኦ ይክእል እየ so ገዚኤ እየ ክትብል መሊሳ።

ብዝኾነ ስቕ ኢልካ እዩ ተስፋ ኢኻ ትቆርፅ ከምታት ክሰምዕ ከለኻ እቲ መዋእሎ ምሉእ ዘገልገለ ሰብ ኣይኮነን ኣብቲ ባሕሪ ክሕምብስ ኣይኮነን ኣብቲ ደሴት ክዛወር ገና ነቲ ሃገር ይግዛኣ እዩ ዘሎ ገለ ድማ ካብ ዘገልገለ ዘውደልደለ ከም ዝበሃል ከም ዝትእወሎም ሓቂ ሓሶት ደሴት ገዚኤ ተባሂሉ ይውረየሉ ማለት እዩ ንእግረ መንገድና ናይ ዜና ናይ ፖሊስ ንስማዕ እቲ ሕብረተሰብና ማዕረ ክንደይ ጭዋ ሕብረተሰብ ከም ዘለና ከዓ ኣብኡ ከልና ንርኢ ኣባላይሲ ትህዝብና እዩ ለዋህ ትህዝብና እዩ ምስኪን እምበር ካብ መንግስቲ ወላ ሓንቲ ተስፋ የለን ትህዝብና ግን ለዋህ ምሻሎ ጽፉፍ ሕብረተሰብ እዩ ነባሪ ገዛ ባንዳ ሓበሻ ኣስመራ ዝኾነ ሸሞንተ ዓመት ዝዕድሚኡ እሰይ ሳሚኤል ጎይትኦም ቅድሚ ሰለስተ ወርሒ ሰዓት ክልተ ድሕሪ ቀትሪ ኣብ ሹቕ ከባቢ እንዳፍራስ ኣብ ጽርግያ ወዲቑ ዝጸንሖ ዓሰርተ ሽሕ ናቕፋ ናብ ራብዓይ መደበር ፖሊስ ዞባ ማእከል ኣረኪብዎ ድሕሪ ምጽናሕ፣ ናተይ'ዩ ዝብል ኣመልካቲ ከይቀረበ ገደብ ግዜ ስለ ዝኣኸለ፣ ብ ዓሰርተ ሓደ ታሕሳስ ክልተ ሽሕን ዕስራን ሓሙሽተን ንኣረካቢኡ ህጻን እሰይ ሳሙኤል ከም ዝተወሃበ ካብቲ ቦታ ዝረኸብናዮ ሓበሬታ ኣረዲኡ። ሓላፊ ምክልኻል ገበን ናይቲ መደበር ተኽሊት ዓንዶም ነቲ ጉዳይ ኣመልኪቱ ኣብ ዝሃቦ ሓበሬታ፣ እዚ ኣብ መባእታ ቤት ትምህርቲ ዶግዓሊ ተመሃራይ ሳልሳይ ክፍሊ ዝኾነ ገባሪ ሰናይ ቆልዓ፣ ነቲ ገንዘብ ወዲቑ ድሕሪ ምርካቡ ንሰለማዊት ኣብርሃም ዝተባህለት ወላዲቱ ብምሕባር ተተሓሒዞም ናብ ራብዓይ መደበር ፖሊስ መጺኦም ከም ዘረከብዋ ኣነጺሩ። ንሱ ወሲኹ ቅድሚ ሓደ ዓመት'ውን ሓዉ ንህጻን እሰይ ቴድሮስ ሳሙኤል ዝተባህለ ወዲ ዓሰርተ ሰለስተ ዓመት ኣብ ማእከል ሹቕ ሽዱሽተ ሽሕ ናቕፋ ወዲቑ ድሕሪ ምርካቡ ናብ ካልኣይ መደበር ፖሊስ ከም ዘረከቦን ዋና ገንዘብ'የ ዝብል ኣመልካቲ ድሕሪ ምርካቡ ድማ ብመርትዖ ተረጋጊጹ ገንዘቡ ከም ዝተረከበን ኣብ ሬድዮ ድምጺ ፖሊስ ብዜና ተቓሊሑ ምንባሩን ገሊጹ። ራብዓይ መደበር ፖሊስ ኣብ መወዳእታ ዝጠፍአ ገንዘብን ንብረትን ናብ መደበር ፖሊስ ናይ ምርካብ ባህሊ ካብ ግዜ ናብ ግዜ እናዕበየ ይመጽእ ከም ዘሎ ብምጥቃስ ሕብረተሰብ ነዚ ሃብታም ባህሊ ናብ ዝመጽእ ወለዶታት ኣብ ምትሕልላፍ ተርኡ ከዕዝዝ ኣዘኻኺሩ።
ፍሊሞን ግርማይ ማሳ ዕድመ ሰላሳ ዓመት ኢትዮጵያዊ ትግራዋይ ካልኣይ። ተስፋልደት ሓዱሽ ተኽለ ዕድመ ሰላሳን ሓሙሽተን ዓመት ኤርትራዊ ኩሎም ኣድራሻ እንዳ ኣባሻውል እዮም። እዞም ሰባት እዚኦም ሓደ እቲ ቀንዲ ኣብ ከምኡ ከብጽሖም ዝኸኣለ እንታይ እቲ መጀመርታ ኣባጋግሳ ዝነበረ ቅድሚ እቲ ፍጻመ ናይ ኣርባዕተ ሓሙሽተ መዓልቲ ምክታል ገይሮም እዮም። እቲ ቀንዲ ዝገበሮ መጽናዕቲ እንታይ እዩ? ሓደ እዞም ሰብኣይ እዚኦም ብዕድመ ዝደፍኡ ወዲ ሰማንያን ኣርባዕተን ዓመት እዮም። ካልኣይ ምስኦም ሰብ ከም ዘይብሎም ኣጽኒዖም ኣለዉ። እዚኦም ምስ ተታሕዙ ዝተሰርቀ ንብረት፣ ዝተዘምተ ወርቂ ኣበይ ኣሎ ንዝብል እዩ። ገሊኡ ኣብ ፊልሞን ግርማይ፣ ጃምቦ ሳጉኡ፣ ኢትዮጵያዊ ትግራዋይ እዩ። ኣብ ገዝኡ እቲ ብሩር ብምሉእሱ ይሓብዎ ጸኒሑ እቲ ድሮ ተማቒሎሞ ኔሮም እዮም ኣብቲ ምምቓል ውን ነንሕድሕዶም ተሓባቢኦም እዮም እቲ ድበዝሐ ፊልሞን እዩ ወሲድዎ ምኽንያቱ ከኣ ኣጽናዓይ ቀንዲ ሃንዳሳይ ናታ መደብ ከኣ ንሱ ስለዝነበረ መኪና ውን ናቱ ስለዝኾነት ዝያዳይ እሱ ወሲዱ ገለ ቁሩብ ተደይ ኮይኑ ኣትሒዝዎ ናብ ካልእ ዳርጋ ብምልኡ ኣብ እንዳ ሓሩጭ ኣውዩ ሓቢእዎ ጸኒሑ። ካብቲ ዝተሓብኣሉ ከኣ ወጺኡ። ካልኣዩ ተስፋኣዚ ተስፋልደት ሓድሽ፣ ሳጉኡ ዝብኢ፣ ተባሂሉ ድፍለጥ ውን ንሱ ድገለ ክፋል ጠቕሊሉ ኣብ ብላይ ጫማ ኣብ ትሕቲ ዓራት ከኣ ኣቕሚጥዎ ጸኒሑ ካብቲ ዝተሓብኣ ወጺኡ ንሱ ውን ክልተ ሽሕን ሸሞንተ ሚእትን ዝሰተዮ ክኸፍሎ ስለ ዘይከኣለ ኣርባዕተ ናይ እዝኒ ኣትሒዙ ጸኒሑ ኣብ ባሻውል ኣብ እንዳ ባር ውን ሰትዩ ክኸፍሎ ስለ ዘይከኣለ ሓደ ኩትሻ ኣትሒዙ ጸኒሑ ኩሉ ኩሉ ተደማሚሩ ሽዱሽተ ሚእትን ሰብዓን ሰለስተን ነጥቢ ሽዱሽተ ግራም ክተሓዝ ክኢሉ
እዚ። መጠረሽታ ዜና እኳ ብዙሕ ሰብ ተካቲዑ ገለ እቲ ትግራዋይ እዩ ነቲ ኤርትራዊ ኣጋጊዎ ክብሉ ከለዉ ገለ ከኣ እቲ ኤርትራዊ እዩ ነቲ ትግራዋይ ኣጋጊዎ ይብሉ ማለት እዩ ብዝኾነ ትልካ ትልካ ስርቂ ገለታት ንጸይን ክንጽየን ኣለና ማለት እዩ እሞ ቀጺልና ናብ ዝሃይ ስነ ጥበባውያን ገጽና ኢና ስነ ጥበባውያን ኣብ ዝሓለፈ መቸም ክብረትን ምስ መርከብን ቁርብ ተኻሲሞም ዳርጋ ተባኢሶም ነይሮም እስከ እንታይ ይብሉ ሕጂ ንስማዕ እዮም ኣነ ከማን ንኩላትኩም በዛ ቪድዮ ዘቀየምኩኹም ማለት እዩ ንኩላትኩም ፈተውተይ ኣድነቕተይ ገለ ንብምሉእኩም ማለት እዩ እሞ ክፀሓፍኩምለይ ኣብ ኮመንት ዝተሰማዓኩም ምስ ድፍረት ወዲ ዝቆፀርኩሞ ምስ ናተይ ድፍረት ምስ ካብ ስነ ስርዓት ወፃ ገለ ዝረኣኹሞ ንኩላትኩም ብሽመይን ብሽም ክብረት ሓወይን ከዓ ኣነ ከዓ ይቕሬታ ይብለኩም ስራሕ ስለ ዝኾነትኒ እየ ማዕረኹም ድኡ ደፋር ኣይኮንኩን በቃ ይቕሬታ ይብል ንኹሉ ሰብ ነቶም ኣብታ ሰዓት እቲኣ ከባድ ግዜ እያ ነይራ ንዓይ ስፔሻሊ ማለት እዩ ድሓር ብከምኡ ዓይነት ኣንግል ምስለን መፅያ ኣይፈልጥን እየ ምስለኒ ኣብ ቲክቶክ ገለ መለ ገለ ንእሽተይ ክብድ ኢላትኒ ነራ መጀመርታይ ስለዝኾነ ነቶም ብምሉእኩም ሸ ኣብ ጎነይ ዝነበርኩም መሳርሕተይ የሕዋተይ ብምሉእኩም ማለት እዩ

ነኖ ምትንካፈ ኣይተተንከፍኩን ግን እዛ ፕራንክ ድሕሪ ምውጻኣ እንድሕር እቲ ኦድየንስ እንድሕር ዘይተረዲኣቱስ ይቕሬታ ክብል እየ ማራ ይቕሬታ ከተድልየኒ እያ ብጣዕሚ እየ ሰብኣይ ይመደ ኣለኹ ገለ ምስ በልኩዎ ኩላትና እምበር ናይ በይንኺ ዘይኮነ ገለ ኢልኒ ከምዚ ብሽ ሰብ ከም ዘለካ ገለ ይርደኣካ ተሰሚዕዎ ከምቲ ኣነ ተሰሚዑኒ ሓደ ሓደ ረስ ተሰሚዑ እስኺ ጥራሕ ኣይኮንክን ትወጺ ገለ ኢልኒ ኩላትና ኣብቲ ፕሮግራም ዝነበርና እምበር ፕራንክ ከም ዝነበረ እምበር ንወጽእ እምበር ኩላትና ኣረ ብ ጎንኺ ኣለና ኣጆኺ ገለ ምሽ ተስፋ ህበካ ገለ ኣብርሽ ከምኡ ደው ኢሉ ከምዚ ከምዚ ዋጋ ክፊለኪ ምሽ ገለ ኢሉኒ ጢኑ ከምኡ ከይትሰናበዲ ኢለ እየ ገለ ምሽ ተስፋኦም ገለ ተዓሽሙ ይገብረካ ገለ በቃ ማራ ተሓጒሰ በዓል ፋላ ገለ ፋላ ብጣዕሚ ሰንቢዱ ገለ እዩ ቮይስ ሰይድለይ እሞ ከዓ ምስ ክብረት ገለ ጣዕ ኢሉ ብለኒ እሞ ከዓ ምስ ክብረት በቃ እንታይ ከምዚ ምሽ ክነግሮ ዶ ገለ ትብል ንፋላስ ክትሕስቦ ይትኽእል ንኸ እዎ መሳርሕቲ ናይ ትስራሕ ኣሎ ብቲ ሙያ ኣሎ ወይሰ ኢሉ እናተሰቀቐ በቃ እሞ ከዓ ምስ ኪኪ ካልእ እኳ ደይትብልስ ምስ ኪኪ ኪኪ ምስ በልክ እንዲኽ እንታይ ኾንክ እዚ ኹሉ ምሕዝነትኩም ገለ ኢሉኒ ፋላ ሓወይ ፕራንክ እያ ኢሉ ነጊረዮ በቃ እዎ ብስ ኣደንጊፅኒ ዝግበር ነገር የለን እዎ እውይ ኣቲ መርከበይ ኣሰንቢድኩምኒ ክብረት እንዲዩ ከዓ ኾይኑ በቃ እንተኾይኖም እየ እኮ ኢለ በቃ ገለ ኢልኒ በቃ ማራ ትሰሚዕዎም ገለ ነቶም ከምኡ ከምኡ ሰባት ገለ ነጊረዮም የሕዋተይ ገለ ሕጂ ፕራንክ እዩ ኢለዮም ቀረባ ቀረባ እየ ሰባት ብጣዕሚ ገዛና ሕጂ ብጣዕሚ ብኣኻ ኮይኑ ገለ ምስ ክልተኹም ገለ ምስ በሉኒ ድሓር ምስ ናትካ ጠባይ ከኣ ኮይኑ ኣብዚኣ እኳ ሓቂ ይሓይሽ ይሽውዱና እዮም ዘለዉ ቁሩብ ይሕስዉና እዮም ዘለዉ ካብኡ ናብኡ ተባኢስና ኔርና ግን ተዓሪቕና ምባል ይሓይሽ ማለት እዩ ፕራንክ ኔሩ ተዝኸውንሲ ኣብታ ቪድዮ ሽዓ እያ ክትሕበር ዘለዋ ምሽ ይጸራረፉ ገለ ሽዑ ኣብ መጠረሻ ፕራንክ እዩ እቲ ሓደ ግዜ ተጸራረፍና ኢሎም ኣብ መጥርሻ እንተ ዝሕብሩ ጽቡቅ ኔሩ ማለት እዩ እዚኦም ግን እቲ ቪድዮ ተዘርጊሑ ጸኒሕኻ ድሕሪ ሰሙን መጺኻ ፕራንክ ኢና ሓሲብናዮ ምባል እዚኣ ቁሩብ ምሽዋድ ይሽውዱና እዮም ዘለዉ ግን ኣብ መጥርሻ ደሓን እንቋዕ ተዓረቁ ዜርካ ዜርካ እቲ ሰብ ካብ ክበኣስ ክዕረቅ እዩ ጽቡቅ እንቋዕ ተዓሪቆም እንቋዕ ከምዚኣ ኮፍ ፎፍ በሉ እምበር ቁሩብ ደሓን ሸዊዶምና እዮም ጸገም የለን። ሓንቲ ናይ ኮመንት ኔራ መን ከም ዝጸሓፎ ኣይፈለጥኩን ኣብ ገንታይ ደለኒ ኣብ ገዛ ከንሻ ገዛ ከንሻ ትምህርቲ ቤት እንታይ እያ ተማሂራ ካብ ሽዑ ጀሚረ እያ ስዲ ኔራ እዛ ቆልዓ ኢልና ሓዚና ኣይ ንዓኻስ ባርካይ ተማሂረ ኢለስ ክምልሰልካ እየ ጥራሕ ኢሉ ምንዓም መመሊስኪ መለስክን እዎ ኣይመለስኩን ኣይመለስኩን ግን የስሕቐኒ ነይሩ ውይ ርክሳት እንዶ ከም ዝፈልጠካ ገለ ኮይኑ ክዛረብ ኮመንት ከመይ እዮም ዝደፍሩ ኣነ ኣይፈልጥን እየ ግን ነቲ ካልእ ተሰምዖ ገለ ውኩስ ስድድ ገለ ከምዚ ድያ ኣይትመልስሉ ንወዲ ኣይምለስን እዩ ስዲ ገለ ዝበለኒ ሰብ ግን ትኽክል እዩ በቃ እቲ ዝገበርክዎ

ግን ተዋህብኮ ካራክተር ወይ መሲለዮ ከም ዝኾንኩ ክርደአለይ ይደሊ ማለት እዩ ካብኡ ከይወፀና መርከበይ ኣብ ሓንቲ ኮመንት እንታይ ኣንቢበ ናርዲ ናርዲ እያ ትብል ንሓቦ እያ ሰበይተይ ተላታ ሓቦ እሞ ኤርትኬት ቆሪፀልክ ኣለኹ ታቀዳም ታሰንበዳ ምስ ከፈትክዎ እየ ዝብለክ ዘለኹ ኤሪ ትኬት ቆሪጸልኪ ኣለኹ ዋእ ሓሲበዮ ኣለኹ ተበጊሰ ኣለኹ ኢላታ ሕጂ እንታይ እዩ ሓቢ እኳ ኦሬዲ ትፈልጦ እያ እቲ መደብ ዋላ ሽዑ እውን ኣዕሊለያ ነይረ ምስ ተሰርሐ ገለመለ ምስ መርከበይ እንዲና ከምዚ ጌርና ገለ ገለ ኢለያ ነይረ ሓደ ሓደ ግዜ ኮመንት ገለ ገለ ትኽክል እዩ ውሽጥኻ ዝትንክፈካ ኮመንት ኣሎ ገለ ንስኻ ዘይኮንካዮ ዝገልጽ ሓደ ሓደ ሰብ ኣሎ እዩ ገለ ገለ ከኣ ዋላ ተጎዲእካ ከለካ ዘስሕቀካ ኣሎ ከምዚ ሕጂ ክትገልጽለይ ዶ ሳቡ ኣይ ብጣዕሚ ብልካያ ተማሂረ ክምልሰልካ እየ ገለ ዝብል ብጣዕሚ ደሓን እታ ምልእቲ ትሕዝቶ ኣብ ቻነሎም ኣላትኩም ረእይዋ ኢኹም ኣነ ግን እዚኣ እያ ከማን ፕራንክ እታ ቀዳመይቲ ዘይኮነት ፕራንክ እዛ ካልኣይቲ ዝሰርሕዋ እያ ፕራንክ ማለት እዩ ግን እቲ ምዕራቆም እቲ ከምዚ ኢሎም ኮፍ ኮፍ ምባሎም ጽቡቕ ነገር ስለ ዝኾነ ሓድሽ ዓመት ከኣ ናይ ዕርቂ ናይ ሰላም ይግብሮ እንቋዕ ዓረቕዎም እምበር ኣንታ ኮይኑ ይስምዓኒ ንዑ ደኣ ንዑ ንዑ ተዓረቑ ኣይትዓርቑ ፅቡቕ ኣይኮነን ባእሲ ኢሎም ዕርቕርቕ ዘበልዎም ሽዑ እዛ ኢንተርቪው ዝገበሩዋ ኮይኑ እዩ ዝስማዓኒ ናትኩም ካእ ርእይቶኹም ሃቡ ግን ደሓን ሓድሽ ዓመት ስለ ዝኾነ ናይ ዕርቂ ናይ ሰላም ይግብረልና ከም ንብሎ እንቋዕ ተዓርቑ ኢና ክንብል እንደሊ ማለት እዩ እሞ ካብዚ ቀፂለ ዝተፈላለየ ንሓድሽ ዓመት ብተሓሓዝ ዘለዎ ወይ የስሕቕ የዘናግዕ ዝበልኩዎ ቪድዮ ክጋብዘኩም እየ ክሳብ መጨረሻ ምሳይ ፅንሑኹም ሎም መዓልቲ 226 ንጅምረላ ቀዳመይቲ መዓልቲ ኢና ብምንታይ ኢና ክንጅምራ መጀመርያ ፈጣሪና ብምምስጋን ካልኣይ ጋዕ ገልጠም ካብ ሂወትና ምውጻእ ብገዛና ንጅምር ኣብ ገዛና ንብረት ሽዱሽተ ወርሒ ሸውዓተ ወርሒ ሓሙሽተ ወርሒ ኮፍ ኢሉ ዘይተጠቀምናሉ ተሎ እዚ ንብረት እዚ ናትና ኣይኮነን ንዝጥቀመሉ ሰብ ምሃብ እንድሕር ዘይጠቅም ጓሓፍ ተኮይኑካ ንጉሕፎ ብትሕቲ ዓራት ኣብ ልዕሊ ኮ በቃ ጋዕ ገልጠም ደሎ ካብ ገዛና ኣውጺና ዲክሌርን ብምግባር ብጽሬት ንጅምራ ካልኣይ ነብስና ዲታክስ ብምግባር ማይ ብምስታይ ስፖርት ምምኻር ፈጣሪ ዝህብ ጥዕና ግን ጥዕናና ሃበና ክንብሎ ተኮይና ንሕና እንዳተተንቀሳቀስና ንሕና እንዳሰራሕና ፈጣሪ ጥዕና ሃበና ንብሎ ኣምላኽ ክሕውሶ መስተ እንዳሰትና ሽገራ እንዳሰትና ብግቡእ ኣይንጥቀመላ በቃ ነብስና እንዳደርበና ግን ፈጣሪ ነብሰይ ክንብሎ ይንኽእል ኢና ካብቲ ዘለናዮ ጭንቀት ኣውፃእኒ ካብቲ ዘለኩ ሱስ ኣውፃእኒ ክንብሎ ንኽእል ኢና ግን እንዳ ጎዳእናዮ ግን ጥዕና ሃበና ክንብሎ ኢና ስለዚ ጥዕናና ብምንክንኻን ነብስና ብምእላይ ንጅምራ ገጽና ጨጉርና ነብስና ካልእኻ ደየድልዩ መሓዙት ኣዕሩኽቲ ጎረቤት ተሎ ኣንፍሬንድ ጌርና ነብስና ከም ብሓድሽ ንጅምራ እዛ ክልተ ሽሕን ዒስራን ሽዱሽተን ኩሉ ነገር እቲ ዘየለና ነገር ኣወጊድና ዘድልየና ነገር ሒዝና ንቕድሚት ንኸይድ ምክንያቱ ብዙሕ ነገር ክጠቕመኩም እዩ መጀመርታ ግን በብቑርብ ብገዛና ጀሚርና ሽዕኡ ዘየድልዩ መሓዙት ተለና ሽዕኡ ሎም መዓልቲ ማይ ትሰቲ እንድሕር ክልተ ሽጋራ ትሰቲ ኮንካ ሓንቲ ሽጋራ ትገብራ ቀስ ብቀስ እንዳገበርካ እዚኣ ቀዳመይቲ ዘላ ወርሒ ነታ ካልኣይቲ ከላ ወርሒ እንዳደሓሸት ሳልሰይቲ ወርሒ እንዳሓሸት ራብዐይቲ ወርሒ እንዳሓሸት እንዳተበለት ቶታሊ ኩላታ ዓመት ብርክቲ ዝኾነት ነብስኹም እንዳኣለኹም እንዳተረጋጋእኹም ምስ ፈጣሪኹም ተዓሪቅኩም ትነብሩ ማለት እዩ ያላ ኩላህና ብሓንሳእ ንጀምር ብጣዕሚ ድፈተኩም ብጣዕሚ ደኽብረኩም ዝተባረኸ ዓመት ይግበረልና። ከም ሓበሻ ሕብረተሰብ መጠን ኣብ ክልተ ሽሕን ዕስራን ሓሙሽተን ክንገድፎም ዘለና ባህርያታት። ንእግረ መንገደይ ኣብ ኢደይ ሒዘዮ ዘለኹ ናይ ሆላንዳውያን ባህሊ ድሮ ሓድሽ ዓመት ዝብላዕ እዩ። ቀዳመይቲ ኣብ ናይ ውራይ ሓበሻታት ባእሲ። ኣብዚ ሕጂ ዘመን እዚ please ተንተኣኻኸብ ኢልና መጺና like ብባእሲ ዋይ ስለምንታይ ኩለሳዕ ብባእሲ ዝውዳእ እዚኣ ክንወግድ ኣለና ካልኣይቲ ኣብ ጊዘኹም ምፁ ፕሊዝ ኣብ ጊዘና ንምፃ ጊዘና ነኽብራ ፕሊዝ ብሃውሪ ነገራት ዘይምግባር ኣይ ቲንክ ፕሊዝ ፕላን ንጀምር ብፕላን ከዓ ንኺድ

እንድሕር ብጽቡቕ ተጠቂምናሉ ከኣ ዝተፈላለየ ጽቡቕ ነገራት ክንብለሉ ንኽእል ኢና። ግን ስለምንታይ ኢና ብፍላይ ኣብ ቲክቶክ ንጸርፊ ጥራይ ንጥቀመሉ? ሰብ ከይብለኒ ምባል እዚኣ እውን ክንገድፋ ኣለና። ብተሸን ዕስራን ሓሙሽተን ብዙሓት ሰባት የርእየ ብሰንኪ ሰብ ከይብለኒ ካብ ክንደይ ድሌታቶም ዝተርፉ ስለምንታይ ላይክ ሰብ ሎማዓን ተዛሪቡ ጽባሕ ክርስዑ እዩ። ግን ድሌታትካ ኩሉ ሳዕ ኣሕ እናበልካ ክትነብር ኣን ካብቲ ከነዘውትሮ ዘለና ከኣ ፍቕርን ሰሓቕን ብብዝሒ ከነዘውትር ኣለና ብ ክልተ ሽሕን ዕስራን ሽዱሽተን ርሑስ ሓድሽ ዓመት ይግበረልና ኣን ንኹላትኩም ከኣ ጥዕናን ሓጎስን ደስታን እምነየልኩም
ናብ ክልተ ሽሕን ዕስራን ሽዱሽተን ሒዘዮም ዝኸይድ ብሉጻት መሓዙተይ ሽም ዝርዝር ቀዳማይ ቀዳመይቲ ንመን ትጽበዩ ኣለኹም እስኻትኩም ኢኹማ ፈለው እንዳገበርኩም ሳፖርት እንዳገበርኩም ኣብዚ ብፂሕኩም ንክልተ ሽሕን ኤስራን ሽዱሽተን ንሰጋገር ኣለና ብጣዕሚ እየ ዘመስግነኩም ኣውዑይ ናብ ዝሑልን ምሳይ ኮንኩም ክጋገ ከለኹ እንዳኣረምኩም ፅቡቅ ክሰርሕ ከለኹ ንፍዕቲ እንዳበልኩም ኣብዚ በጺሕና ኣለና ክልተ ሽሕን ዒስራን ሽዱሽተን ከኣ ብዝበለጸ ስርሓት ብዝበለጸ ነገር ክመጽእ ንእግዚኣብሄር ኣምላኸይ ይልምኖ ጸልዩለይ ኣነውን ንዓኹም ክጽልየልኩም እየ ነንሕድሕድና ንጸላለ እዛ ዓመት እዚኣ ብሰላም ክንቅበላ ኣምላኽ ዓመትና ክገብረልና ኣነ ከኣ ብጣዕሚ እየ ደመስግነኩም ብጣዕሚ ይቐንየለይ ናይ ብሓቂ ይቐንየለይ ብጣዕሚ በቃ ብዝበለጸ ስራሕ ክመጽኻ ተስፋ ገብር ዝተባረኸ ዓመት ይግበረልኩም ላቭ ዩ ጋይስ ክልተ ሽሕን ዒስራን ሓሙሽተን ተወዲኣ ኣላ ሕጂ ከምተን ዝሓለፋ ዓመታት ክልተ ሽሕን ዕስራን ሽዱሽተን ናይ ሰብ ምንጻፍ ኮይና ዲና ክንቅበላ? ሰብ ከም ድላዩ ዝረግጸና ሓመዱ ዝነግፈልና ኣብ ሂወትና ከም ድላዩ ሸብዳዕዳዕ ዝብል ዝንዕቀና ርግጽ ዘብለና ማለት ከምቲ ምንጻፍ ንገብሮ ረጊጽና ረጊጽና ረጊጽና ምስ ኣረገ ጓሒፍና ንጥቅልሎ ሕጂኸ እተን ዝመጻ ዓመታት ከምኡ ዲና ክንቅበሎ? ብስክፍታ ሰብ ከይብለኒ እዚ ዘመደይ እዩ እዚ ከምዚ እዩ ብስክፍታ ተሸቁሪርኩም እንዳፈለጥኩም እንዳተረገጽኩም እንዳፈለጥኩም ከምኡ ዲኹም ክትቅጽሉ? ኖእ! ኣብዴት ክትገብሩ ኢኹም ኣብዴት ክንገብር ኢና እዚኣ ትቕፅል ዘላ ዓመት ምንፃፍ ክትኮን ኢኩም ሰብ ከም ድላዩ ዝረግፀኩም ከም ድላዩ ሸብዳዕዳዕ ዝብለልኩም ኣይኮነትን ልክዕ ሞባይልኩም እንታይ ኹም ትገብሩ ኣብዴት ትገብርዋ ዶ መተን ፅቡቅ ክትሰርሕ ሂወትና ከዓ ከምኡ ኢና ኣብዴት ንገብራ ንቕይራ ነሐድሳ 225 እንታይ ገይረ መሓዙተይ እንታይ እዮም? ኣዝማደይ እንታይ እዮም? እንታይ እየ ጠቒመ? እንታይ እየ ከሲረ? እንታይ እየ ከሲበ? ኢልና ጸብጻብ ኣውጺና ን ክልተ ሽሕን ዒስራን ሽዱሽተን ጽቡቕ ጸብጻብ ሒዝና ኢና ንመጽእ። ናይ መንም ሰብ ዝረግጸኩም ምንጻፍ ከይትኾኑ። ናይ ብሓቂ ህድእ ኢልኩም ትሕት ኢልኩም ንስኻትኩም ጥዑያት ንክትኮኑ ኢልኩም ትሕት ትብሉ ሰብ ግን ጫምኡ ነጊፉ ርግጽ ኣቢሉ ከምዚ ፓርቲ ክኸውን ከሎ ኣብቲ ምንጻፍ ዘሊልካ ዘሊልካ ዘሊልካ ኣርሲሕካ ድፍእፍእ ኣቢልካ ኣብ መወዳእትኡ ወይ ላውንድሪ ትወስዶ ላውንድሪ ደይ ከይትኾን እዚ ሳክት ይጉሕፍ ኣብላ ከምኡ ድገብረካ ስለዚ ምንጻፍ ናይ ሰብ ከይትኾኑ ብጣዕሚ እዩ ዝፈተኩም ብጣዕሚ እዩ ዘኽብረኩም እዛ ዓመት እዚ ዓመት ንዐ ኣምላኽ ናይ ሰላም ናይ ራህዋ ግበረልና ዝተባረኸ መዓልቲ ይኹነልኩም። ርሑስ ሓድሽ ዓመት ንመላእ ህዝቢ ኤሪትራ እንቋዓ ንዓመተ ክልተ ሽሕን ዕስራን ሽዱሽተን ብሰላም ኣብጽሓኩም። ሓድሽ ዓመት ንዓይ ዝሓለፈ ጉዕዞና ምልስ ኢልካ እትጥምተሉን ንመጻኢ ተስፋታትካ እትሕድሰሉን ቅዱስ እዋን እዩ። ከም ስነ-ጥበባዊት፣ ከም ሓንቲ ዋጋ ናጽነት ዝኸፈለት ዜጋን ልበይ ሎሚ ካብ ዝኾነ ግዜ ንላዕሊ ምስ ህዝበይ ኣሎ። በዚ ኣጋጣሚ እዚ ዘለኒ ፍሉይ መልእኽቲ ናብቶም ኣብ ስቓይ ዘለኹም ደቀይን ኣሕዋተይን ኣብ መዓስከራትን ኣብ መዓስከራት ስደተኛታት ኣብ ኢትዮጵያ ኣብ ማእከላይ ሊብያን ኣብ ፍቖዶ ባሕርታት ብጸበባ ዝተጋረትኩም ቃንዛኹም ቃንዛይ እዩ ጸሎተይ ተስፋይን ካብዚ መሪር ስቃይ ወጺኹም ኣብ ሃገርኩም ምስ ስድራቤትኩም ብሰላም እትሓቃቆፉሉ ናይ መስተርሆ ዘመን ክኾነልኩም እዩ ተስፋ ኣይትቁረጹ ንሓያል ህዝብን ጅግናን ሰራዊትን ኣብ ሃገሩ ጸኒዑ ንሉኡላውድነቱ ክብሪ ሃገሩን ዝሕሉ ዘሎ ህዝብን ዋርሳይን ተጋዳላይን ናይ ቅሳነት ዓመት ይኹን። ንዓመታት ፍትሒ ዝተነፈኩም ኣብ መሓዩር እትርከቡ ወርቃውያን ውሉዳት ኤርትራን ጾር ናብራ ቃልሲን ተሰኪምኩም መንእሰያት ጽንዓትኩም ንጽባሕ ራህዋ እዩ። ሓርበኛታት ስንኩላን ብጾተይ ንስኻትኩም እምነ መሰረት ሃገር ኢኹም ክብርኹም ውርትግ ህያው ኢዩ ኣብዛ ሓዳሽ ዓመት ሓድነትና ቁስልታትና ዝፍወስ መድሃኒት ክኸውን ፈጣሪ ረቢ ንህዝብን ሃገርን ክባርኽ ትምኒተይ ኢዩ። ርሑስ ሓድሽ ዓመት ኣርቲስቲ ደሃፋይ ቲንጋ ታሕሳስ ክልተ ሽሕን ዕስራን ሓሙሽተን። የቐንየለይ። ዋይ ዋይ ከከልየ ተወኩስ ናፍሊሓየይ ዋይ ዋይ ቡና ልቡን ንኡለ ተበቂሓየይ ዋይ ዋይ

ኣያ ወለድ ሰአየው ርእሲ ረአየ ኣሓይ ርእሲ ከይብላዕ እዩ ቁም ነገር እዩ ስደተኛ ኮንካ ኣብ ኣፍሪቃ ክትገብሮም ደብልካ ነገራት ናይክ ኣዲዳስ ገለ ምክዳን ሳልባጆካ ተኸደን ናይ ምንታይ ሓወ ካብዚ መግዝእ ጓንቲ ስኢኑ ካልሲ መሊሱ ብኢዱ ስራሓ ከይድ ኣሎ ንስኻ ከዓ ናይክ ኣዲዳስ እናበልካ ተሓፅበልካ ክዳን ትስንክተልካ ትውልውለልካ ገዛ ገለ ሰራሕተኛ ትገብር ቀዳማይ ክልተ ክዳን ትገዝእ ሓንቲ ክትረስሕ ከላ እታ ሓንቲ ሓጽባ ተወዲኣ ካልኣይ ካሜራ ማን ሒዝካ ናብ መናፈሻ ከድካ ክትሰኣል ገለ መን ኢኻ ስኻ ካይሊ ጄና ክሪስታኖ ሮናልዶ መን ኢኻ ስኻ ገና ኣብ ማዓኮር ዓወት ደለኻ ተረዲካ ኣብቲ ታሕቲ እቲ ማዓኮራ ኢኻ ደለኻ ንዓወት ክትበጽሓስ ገና ክትጽዕር ኣለካ ናይ ምንታይ ናይ በየ ዘምጻኻዮ ዓወት ኣብ ድብጻሕ ቅድም ብጻሕ ከም ናይ ቀደም ኣብ ኤርትራ ጆንሲና በዚ በዚ መስ ግበረለይ ፌራሪ ከኣ ብድሕረይ ግበረለይ ኢልካ ተሳኣል ባህልና ተወዲኣ። ሳልሳይ፣ ክንዲ መንደቕ ትኸውን ተሌፎን ኣይተድልየካን እያ። ኖክያኻ ተሕዝ፣ ኢምባስን ሓውላን መቐበሊ። ጸሎትካ ጌርካ ገዛኻ ትኣቱ። ብሰላም የእትኻ። ቧእ።

ክቡራት ተዓዘብቲ ንሎም ዘዳለኹ መደብ እዚ ነይሩ ስለቲ ኩሉ ግዜ ትከታተሉኒ ብልቢ እየ ዘመስግን ኣየሳእነና የቐንየለይ። ፋራይ ኦፊርካ እተ በሊዕካ ጽገብ ተሃዲንካ ሙቕ ጎይካ ኪድ ሰዓት ይሃብካ ማዕተብ ንክሳድና ጣይታ ንካብድና ሃይማኖትና ለይለውጠልና ወይለ ኦፊርኩም እተው በሊዕኩም ጽገቡ ተሃዲንኩም ሙቕ ጎይኩም ኪዱ ክንዲ ናይደይ ዕድመ ይሃብኩም ጣልያን ተወሊደ ሰማንያ ገይረ